ዝኸበረ ሰላምታና ተቐበሉ ኣብ ዝተፈላለዩ ኩርናዓት ዓለም እትርከቡ ክቡራት ተዓዘብቲ እዋናዊ ዛዕባ ሒዝና ቀሪብና ኣሎና ምክትታልኩም እንዳዓደምና ፈለማ ቐንዲ ነጥብታቶም ፕረዚደንት ቱርኪ ኤርዶጋን ብዛዕባ ኢትዮጵያ ኣብ ልዕሊ ኤርትራን ትግራይን ይኹን ሱዳን ብሓፈሻ ኣብ ዞባ ቀርኒ ኣፍሪቃ ዝሕሰብ ዘሎ ኹናት መጠንቀቕታ ከምዝሃበ ተገሊጹ። ሚኒስተር ትምህርቲ ዶክተር ሓሊማ መሓመድ ምስ ሓዱሽ ኣምባሳደር ህንዲ ኣብ ኤርትራ ራጅ ካማል ተራኺባ ዘትያ። ቤት ጽሕፈት ህግደፍ ዞባ ደቡባዊ ቀይሕ ባሕሪ ኣፍራይነት መናእሰያት ኣብ ትካላት ንኽዓቢ፣ ደረጃ ኣወዳድብኦምን ፍልጠቶምን ንምሕያል ዝሕግዝ ናይ ዘተ መድረኻት ከምዝወደቡ ተገሊጹ። ቺፍ ዋረንት ኦፊሰር ኣርኣያ ጸጋይ ከምዝተሰወኣ ተገሊጹ ዝብሉ እዮም ናብ ዝርዝራቶም። ፕረዚደንት ቱርኪ ኤርዶጋን ብዛዕባ ኢትዮጵያ ኣብ ልዕሊ ኤርትራን ትግራይን ይኹን ሱዳን ብሓፈሻ ኣብ ዞባ ቀርኒ ኣፍሪቃ ዝሕሰብ ዘሎ ኹናት መጠንቀቕታ ከምዝሃበ ተገሊጹ። ቱርኪ ኣብ ቀርኒ ኣፍሪቃ ፍጹም ሓድሽ ግጭታት ክትርኢ ከምዘይትደልን ሓድሽ ቃንዛ ኣብ ልዕሊ እቲ ዝሳቐ ዘሎ ህዝቢ እቲ ዞባ ክውስኽ ከምዘይብሉን ፕረዚዳንት ረሲፕ ጠይብ ኤርዶጋን ገሊጹ። ቀርኒ ኣፍሪቃ ናይ ወጻኢ ሓይልታት ዓውደ ውግእ ክኸውን የብሉን ክብል እውን እቲ ፕረዚዳንት ኣስሚርሉ። ፕረዚደንት ቱርኪ ነዚ መጠንቀቕታ ዝሃበ ምስ ቀዳማይ ሚኒስተር ኣብይ ኣሕመድ ኣብ ዝሃቦ ሓበራዊ ጋዜጣ መግለጺ እዩ። ኤርዶጋን ብቐጥታ ብሃገራዊ ተለቪዥን ፈነወ ንሸውዓተ ደቓይቕ ኣብ ዘስምዖ መደረ፣ ህሉው ፖለቲካዊ ኩነታት ቀርኒ ኣፍሪቃ ዘጠቓለለ እዩ ነይሩ። ፕረዚዳንት ኤርዶጋን ቱርኪ ኣብ ቀርኒ ኣፍሪቃ ዘለዋ መርገጺ ብምንጻር ኣዒንቲ ዓለም ኣብ ቀርኒ ኣፍሪካ ኣብ ዝርከበሉ እዋን ኣብ ኣገዳስነት ልኣላውነት ግዝኣታዊ ሓድነት ናይተን ኢትዮጵያ እትርከበለን ዞባ ሃገራት ዘለና መርገጺ ክስመረሉ እፈቱ ክብል ገሊጹ። ብኣንጻሩ ድማ ሕስረትን ውርደትን ድጅታል ብልጽግና ኣብ ኢቲቪ ብሮድካስቲንግ እቶም ክልተ ሓያላን ሃገራት ተራኺቦም ምስ በለ ዘይናታት ቱርኪ ይኹን ብግብጺ ዝስማዕ ዘሎ ሰሓቕን ንማእኸላይ ምብራቕ የዕለቕሊቕዎ ንቀርኒ ኣፍሪቃ ዝውሓጠ ነጎዳ ሰሓቕ ኮይኑ ይርከብ። እዚ ሕሱር ስርዓት ኣብይ ኣብቲ ናይ ባዕሉ ዝቐረቦ ናይ ድራር ምሸት ሓዘንተኛ ክመስል እዩ ተራእዩ። ኣብይ ንከምስል እኳ ፍሽኽ ከም ዘይበለን ትጽቢቱ ካልእ ከም ዝነበረን እውን ይግለጽ። ኣብቲ ዘስምዖ መደረ እውን ልማኖታትን ምሕጽንታታትን ዝበዝሖ ቱርኪ ተሓጊዛትና ንዝኾነ ይኹን ዓይነት ቁሩባት ኢዳ ዝብል መደረ ከስምዕ ተራእዩ። ኣብይ ወላ ነዛ ከምስል እኳ ፍሽኽ ክብል ከም ዘይከኣለን መግለጺ ገጹ ኣብ ዲፕሎማስያዊ ዓለም ክትንተን ይኽእል እዩ ክብሉ ይገልጹ። ተንተንቲ ፖለቲካ ነዚ ናይ ኣብይ ገጽ መግለጺ ናይዛ መዓልቲ ወጥሪ ዝመልኦ ሃዋህው ዘርኢ ክብሉ ይገልጽዎ። ሚኒስተር ትምህርቲ ዶክተር ሓሊማ መሓመድ ምስ ሓዱሽ ኣምባሳደር ህንዲ ኣብ ኤርትራ ራጅ ካማል ተራኺባ ዘትያ። ዓሰርተ ሸውዓተ ለካቲት ክልተ ሽሕን ዒስራን ሓሙሽተን ሚኒስተር ትምህርቲ ኤርትራ ዶክተር ሓሊማ መሓመድ ኣብ መንጎ ኤርትራን ህንድን ዘሎ ናይ ነዊሕ እዋን ዝምድና ንምድልዳልን ብፍላይ ድማ ኣብ መንጎ ዓውደ ትምህርቲ ንዘሎ ናይ ክልቲኣዊ ምትሕግጋዝ ንምምዕባልን ንምስፋሕን ኣብ ዝከኣለሉ ዝተፈላለየ ነጥብታት ብዕምቆት ተመያይጦም። ብዘይካዚ ክልቲኦም ሚኒስተራት ኣብ ህሉው ጸጥታዊ ምዕባሌታት ዞባና፣ ቀርኒ ኣፍሪቃን ቀይሕ ባሕርን ህንዳዊ ውቅያኖስ ኣተኲሮም ዘትዮም። ቤት ጽሕፈት ህግደፍ ዞባ ደቡባዊ ቀይሕ ባሕሪ ኣፍራይነት መንእሰያት ኣብ ትካላትን ንኽዓቢ ደረጃ ውዳበኦምን ፍልጠቶምን ንምሕያል ዝሕግዝ ናይ ዘተ መድረኻት ወዲቡ። እቲ ኣብ ዓሰብ ዝተኻየደ ሓበራዊ ዘተ፣ ኣብ ዝተፈላለዩ ትካላት መንግስትን ግንባርን ዝሰርሑ ልዕሊ ሰለስተ ሚእትን ሓምሳን መናእሰያት፣ ዝተሳተፍዎን ብክትዕ ዝሃብተመን ምንባሩ ተሓቢሩ። ጸሓፊ ህግደፍ ዞባ ደቡባዊ ቀይሕ ባሕሪ ኣቶ ረዘነ ሚኪኤል፣ መንእሰያት ቀለስቲ መጻኢ ብምዃኖም ዕማም ዝተዋፈርሉ ትካላት ንኽዕወት ዝለዓለ እጃም ከምዘለዎም ተገንዚቦም ንዕኡ ዝበቅዕ ፍልጠት ክቐስሙን ንቕሓት ከጥርዩን ከምዘድሊ ኣዘኻኺሩ። ሓላፊ ፖለቲካዊ ጉዳያት ኣቶ ገብረሂወት ተስፋይ ብወገኑ ውዳበ ናብ ዕላማኻ ዘብጽሕ ሜላ ስለዝኾነ ንመድረኻዊ ተልእኾ ዝበቅዕ ደረጃ ውዳበ ክህሉ ከምዝግባእ ብምጥቃስ ኣብ ዘሎ ጻውዒታት ብንጥፈት ክሳተፉ ተላብዩ። ዜና መስዋእቲ ቺፍ ዋረንት ኦፊሰር ኣርኣያ ጸጋይ ተሰዊኡ! ኣባል ሓይሊ ኣየር ኤርትራ ገዲም ተጋዳላይ ቺፍ ዋረንት ኦፊሰር ኣርኣያ ጸጋይ ኣብ መበል ሰማንያን ክልተን ዓመት ዕድሚኡ ብሕማም ተሰዊኡ። ኣብ ወርሒ ለካቲት ሽሕን ትሽዓተ ሚእትን ሰብዓን ሓሙሽተን ኣብ መሳርዕ ህዝባዊ ሓይልታት ሓርነት ኤርትራ ዝተሰለፈ ተጋዳላይ ኣርኣያ ኣብ እዋን ሓርነታዊ ቃልሲ ኣብ ኣሃዱታት ምልክት ኢደ ስራሓትን ተዋጋኢ ሰራዊትን፣ ድሕሪ ናጽነት ድማ ኣብ ሓይሊ ኣየር ኤርትራ ተመዲቡ ብዝተፈላለዩ ጸፍሕታት ሓላፍነት ንህዝቡን ንሃገሩን ብተወፋይነት ዘገልገለ ሓርበኛ እዩ። ገዲም ተጋዳላይ ቺፍ ዋረንት ኦፊሰር ኣርኣያ ጸጋይ በዓል ሓዳርን ኣቦ ሸውዓተ ደቅን እዩ። ስነ ስርዓት ቀብሩ ድማ ዓሰርተ ሽዱሽተ ለካቲት ሰዓት ኣርባዕተ ድሕሪ ቀትሪ ኣብ መካነ መቓብር ሓርበኛታት ኣስመራ ተፈጺሙ። ሓይሊ ኣየር ኤርትራ ብመስዋእቲ ቺፍ ዋረንት ኦፊሰር ኣርኣያ ጸጋይ ዝተሰመዖ መሪር ሓዘን እናገለጸ፣ ንስድራቤቱን መቓልስቱን መሳርሕቱን ጽንዓት ተመንዩ። ዝኸበርኩም ተዓዘብትና ንሕጂ ዝበልናዮም ዜናታት ኣብዚ ዛዚምና ኣሎና ኣኣብ ዘለኹሞ ሰናይ ግዜ እንዳ ተመነና ኣብ ዝቕጽል ቪድዮታት ክበጽሓኩም ሳብስክራይብ ዘይገበርኩም ሳብስክራይብ ክትገብሩ ብኸብሪ ንዕድም።